ሰላም ሰላም ሰላም ፋሚሊ ሰላምኩም ይብዛሕ እዚ ሳሚ ሪያክት እዩ እንኳዕ ላውና ሳሚ ሪያክት ዩቱብ ቻናል ብሰላም መጻኹም ዝተፈላለዩ ትኩሳትን ሓደሽትን ቪድዮታት ሒዘልኹም መፅየ እኔኹ subscribe እና like ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ ኢኹም ኹሎኹም subscribe ስለትገብሩ ለኹ ብጣዕሚ እየ ለምስግን subscribe ለይገበርኻ ትርኢ ለለኻ ግን subscribe ግበር like ግበር ክል ይደሊ ዳይ ላቪድዮታትና ንቐፅል። ፋሚሊ በቲ ፈለማይ ቪድዮና ንቕፅል ኣለና ሰናይ ምክትታል። ክብርኻ ሓሊኻ ክትከይድ እንድሕር ደሊኻ ንዝኾነ ሰብ ልዕሊ ክልተ ግዜ ኣይትደውል ምኽንያቱ ብኣታታ እዩ ዝረብሽና እምበሪ ስራሕ የብሉ እንዲ ዓሰርተ ግዜ ዝደዋውል ኢኻ ትበሃል ምስ ሰብ ዘለካ ቅርርብ ድማ ላይክ ቱማች ክስታይ ክትቀርብ የብልካን ክትርሕቕ ድማ የብልካን ኩሉ ግዜ ባውንደሪስ ክህልወካ ኣለዎ ኩሉ ግዜ እንድሕር ቱማች ቀሪብካ ናብ ሓደ ሰብ ገለ ነገር ኣላ መጨረሽታ ሰብ ኩሉ ግዜ እቲ ናህና ምስ ሰብ ዘለና ቅርርብ ብዙሕ ደይምርሓቕ ብዙሕ ከዓ ደይ ምቕራብ ማለት እዩ እዚኣ ተተሓባብረካ እያ ማለት እዩ ካልኣይ ድማ ንሰብ ድሓተተካ ሰብ እዚኣ ግበረለይ ተይልካ ሕራይ ኣብዚኣ ንኺድ ሕራይ ሕራይ ሕራይ ሕራይ እንድሕር ኢልካ ከላ እዚ ደኣ ደይ ስቕ ኢሉ እዩ ንኩሉ ነገር እዩ ሕራይ ይድብለካ ይድብለካ ከምዚ ቱ ማች ናይሲ ደይ ምዃን ምስኡ ድማ ንዘይግደሰልካ ሰብ ኣይትገደስ ንዘይግደሰልካ ሰብ ኣይትገደሰሉ ዳሕራይ ድማ ኣማኽረኒ ከይተባሃልካ ወይ ከዓ ሓግዘኒ ከይተባሃልካ ስቕኢልካ ኣይትነስነስ መን መን ከምዚ ኢልዎ ዝረኣ ክፈልጦ እንዲ መን ኣማኽረኒ ኢልዎ ድዩ መን ሓግዘኒ ኢልዎ ድዩ ዝረኣ ባዕለይ ይፈልጦ እንዲኻ ትበሃል ሰው ከይተሓተትካ ኣይትነስነስ ናይ መጨረሻ ድማ ንሰብ ክትሕጉስ ኢልካሲ ነብስኻስ ኣይተወጽዓያ ንሰብ ክትሕጉስ ኢልካ ነብስኻ ኣይተሸግራ ኣይተድክማ መጀመርታኻ ንነብስኻ ኩን መጀመርታ ነብስኻ ተሓጎስ ድሕራይ ንሰብ ትሕጉስ ማለት እዩ ተዘይኮይኑ ንሰብ ክትሕጉስ ኢልካ ነብስኻ ኣይትወጽዓያ ክንደምታይ ሓይሊ ኣለካ ክንደምታይ ግጅፊ ኣለካ ክንደምታይ ገለ ብዘየገድስ ሓደ መዓልቲ ሕሳብ ክትዓጹ ኢኻ ወይ ከዓ ላዕል ኔርካ ታሕቲ ክትመጽእ ኢኻ ምኽንያቱ ነቲ ሓያል ሓያል ኣሎ ነቲ ሕማቕ ከኣ ዝሓመቐ ኣለዎ እዩ ነገሩ ስለዚ ሓይልኻ ናብ ጥቕሚ እንተውዓልካዮ ናብ ሓድሕድ ምክብባር ተውዓልካዮ ንሰብ ብማዕሪ ሚዛን ክነብር ፍቓድ እንተሃብካዮ እምበር ሓይልን ንልካስ ድኹም ምዕማጽ ኣይደንዎ
ደስ በለኒ እኮ እዩ ዘብል እንታይ ተወኪ ተውፃኪ እየ ከማኺ ግን ኣነ ደስ ዝበለኒ ናይ መርዓ ዲኺ ኢልኪ ዘለኺ እዞም ናይ መርዓ ሰብኣይ ኣሪጎም እዮም ግዲ እዞም ሰብኣይ ኣሪጎም እዮም ግዲ ንስኹም ለዓልኪ እዞም ሰብኣይ ሸምጊሎም እዮም ግዲ እሳኻ ንዓይ ትጋብዘን ክ- ክደር ክልቴና ንደርፋ ሽዑ
እዚ ዕሸላዊ ዕንደራ እዩ ንሱ ሓራይ ክንገብሮ ኢና ንሱ ሕጂ ናይ መርዓ መግበረልና ነኹድድ በዓል ፈልጥ ሂወት ንሳዕስዕ ጥራይ ሳዕስዕ ከይዘይከውን ምኽሪ ትሃብዮ ነሰብ ንሳዕስዕ ጥራሕ ሂወት ባዕላ ትፈልጥ ማዋርዳ እሞ ማዶና እንታ ኮይና ባዕላ ትፈልጥ ኣብይ በፃሕና ዘለና ስርዓት ትበል ክንነብር ንደሊ ኢና ጋይስ ሂወት ብዝመፀትልክም ይኖ ቴስታ ጌርኩም ኣዝ
ሞቲቬሽን ከዓ ሕጂ ጀሚራ እንኪ ኣብ ድርብ ኢና ንጎ ዋይላ ንሰምዕን ኢና

ሓፍተይ ዛራቲ እዚ ፖለቲካዊ ዕንደራ
ሕጂ ገዛውትኻ ብጣዕሚ ፅባቕ ኣለዎ ምናልባት ሕጂ ግዜ ይቕየር ይህሉ ምናልባት ዘመነ ዲጂታል ኣቲና ኣብቲ ኣናሎግ ዝነበረሉ ግን ቀደም ኮ ንሕና ባዕልና ዳስ ንሰርሕ ባዕልና ስጋ ንመትር ባዕልና ዓርኩ ሕልፎት ባዕልና ከረርቲ ኢና ነርና ምናልባት ሕጂ ባንዲ ስለ ዝመፀ ደራፋይ መን ኣለዎ ክሶ ኢሉ ዋላ ስጋ ምምታር እውን ቤተሰብ ተለካ ገዛውትኻ ተለካ ተለዩኩኻ ገንዘብ ከፊልካ ትገብሮ ምናልባት እቲ ቀደም ግን ገዛውትኻ ዳ ክብሪ ኣለዎ ዳስ ተኮይኑ ከዓ ግድን እኮ ካብ ዓዲ ዝመፅእ ጋሻኻ ክቕሊ ከሎ ኣብ ገዛኻ ውራይ ኮይኑ ይስማዓካ እዩ ናይ ኣዳራሽ ኮነ ሓንቲ መዓልቲ ኣነስ ኣብ ኣዳራሽ ተመርዐስ ወላ ሓንቲ ነበረ ናብ በቃ ተወዲያ ተወዲያ ዝቕኒ ቤተሰብ ይብልካ ዝቕኒ ስዋን ገለመለን ይብልካ ሕጂ ኣብ ገዛውትኻ ክብረት ኣለዎ ሰንበት ተወዲኡ ሕሰቦ ሰሙን ምሉእሲ ናይ ስራሕ ዕዮ እዩ ኩሉ ሰብ ከዓ ይመፅ እዩ እቲ ገዛውትና ከዓ ገዛውትኻ ካብ ዝባህሪ ኩሉ ገዛውትኻ ናይ ምትሕጋዝ ባህሪ ኣለዎ ውራይ እንድሕር ተገይሩ ሓዘን እንተገይሩሲ ኩሉ ሰብ ይሳተፍ ሕጂ ሰንበት ትመፅእ ሰሉስ ሓኸለ ትብል ሓሙስ ሓማውቲ ትብል ገለ ትብል ገለ ትብል ፅባቐ ኣለዎ ንማልባት ሕጂ ግን ሓደ ሓደ ግዜ እንታይ ትሓስብ መስልካ ሓሳብ ይመፅእ እሞ ነቲ ሓሳብ ከመይ ጌርካ ናብ ረብሓኻ ተውዕሎ ከመይ ጌርካ ተዓዛቢ ኣነ ካብ ደገ ዝመፅእ ነይሩ ካብ ሽወደን ዝመፀ ሰብ ኣብ ኣዳራሽ ክምርዖ ዝሓስበ

መዓት ረኺበዮ እንታይ ዝፈልጦ ኣበይ ዝፈልጦ ኣበይ ዝጥብቆ ኣበይ ዝጥብቀኒ ንምንታይ ዝሓርቕ
ድሕሪ ቁሩብ መዓልቲ ንዓኻ እውን ምስቲ ሰልጠነ ክመጻከ ካልእ ወዲ ድንቁር ድበሃል ኣሎ ድንቁር ፍላስፋ ኮይኑ ክዛረብ ደሊ ሃያሲ ኮይኑ ደርፊ ህይስ ሓደ ኣዚለ ሰብ ክጸርፈካ ብዛዕባ ሃገር ከዋርድ ከሎ ኤርትራ ትበሃል ኣይፈልጥን ንሕና ንዕኢና ደይንፈልጦ ወዲ ድንቁር ይበሃል ደንቆሮ ኢኖ ወዲ መምህር እዮም ድብልዎ ሕጂ እኳ ጠፊኡ ኣሎ ብገለ ርእየ ኣለኹን ክጠፍእ ዝግብኦ ሰብ ከዓ ስለዚ እዞም ሰለስተ ዝጠቕሰኩም ደለኹ በጃኹም ኣብቲ ትውዕልሉ ዝነበርኩም ገዛውቲ ምስቶም ተውዕልዎም ዝነበርኩም ጀምዓኹም ብሬን ሒዞም ደለዉ ሕጂ ብቲ ሃገር ምስኦም ኮይነ ከይረኽበኩም ኣዋዕ ነብሰ ክተጠንቀቑ ምክንያቱ እቲ ዕላማኹም መንግስቲ ክግልበጥ ኣለዎ እቲ ዓዲ ክትግልበጥ ኣለዋ መን ኢኹም እስኹም

ልክዕ ከምዚ እዩ እካ የዳኹም ሰለስቲኹም ቶም ድብለኩም ደለኹ።
ሰብ ከምዚ ይኾን ክሳዱ ትሪእዎ ኣለኹም እዚ ብምሉ እዚ ኩሉ መጥባሕቲ እዩ ረእይዎ ሽዱሽተ ሸውዓተ ግዜ ተጠዋሕኮ እዩ ዘሳደይ ማለት እዩ ሕጂ ሕማቅ ኣይትዛረቡን ይበልዎ ኣብ ዓለም ዝጣዕመ ነገር ፍቅሪ እዩ ንፋቐር ሞት ካላ ይብላ እንድሕር ከይደ ከዩ የበቅ ክላስ ኣብዛ መጨረሻ ሰዓት ኩላ ግዜ ሲ ብጣዕሚ በርቲዑ ነይሩ እቲ ሕማም ማለት እዩ እንታይ ሓይመስኩም ኣይትፈልጡን ኢኹም ኣብዚ መፅአ ምስኻ ምስሓቕ በቃ እታ ናይ መጨረሻ መዓልቲ ህይወት ቀቢፀ በቃ ናይ መጨረሻ በቃ ከይደ ዝበልኩላ መዓልቲ ስለ ዝደሓንኩላ እግዚኣብሔር ኣምላኽ ንዓይ ኩሉ ግዜ

ንብዕ ዝመስኩም ኩሉ መዓልቲ ማለት እዩ ካብታ ሞት እታ ሞት ሲ ሃይል እያ ተመለስ ኩላ መዓልታት እንድዩ ናይ በቐዳዊ ክፍሊት እያ ነይራ ሕማም እዩ ማለት እዩ ንእግዚኣብሔርስ ንኸወሰንስ ክንደይ ዘለሚ እየ በቃ ዓቕለይ ፀይፍ በቃ እቲ ኢንፊጅን ኣውፅዮ በቃ ተሲኦ ከይዱ ገንታት ገለ ክንደይ ጊዜ ሒዞምኒ ክንደይ መዓልቲ ስከ ዳርጋ ሰሙን ከምኡ ኮይኑ ማለት እዩ ሰሙን ሙሉእ ሰሙን ሙሉእ ብስነ ስርዓት ከምዚ ኣጊሮም ልክዕ ከምዚ እንታይ ድበሃል ከምዚ እሱር ክከታተሉ መቐን እዮም ትሪእዎ ኣለኹም እዚ እዚ ረእይዎ ኩልና እቲ ፕሪንት ዋላ ሽመገለታት ዕለተ ልደት እዩ ተፅሒፎ ዘሎ ከቢድ ምሻሉ ከምዚ ከቢድ ሂወት ትሓልፍ ማንም ሰብ የርድእልካኒ ማንም ሰብ እንትርፊ ባዕልኻ ግን ነዛ ነብሰይ እንታይ ገይረ ያስካ ንፍዕቲ ክኾና ግድን ምናን ክብል

ሕጂ ስምዕኒ እሞ ብድንግልና ክንምጽናሕ ገለ ብዝብል ሓሳብ ድዩ?
እወ ኣነ ብድንግልናይ ክጸንሕ ኣለኒ ምስ በልኩ ማለት ካልእ ሜላ ኣሎ ካልእ መፍትሒ ኣሎ ክንገብሮ ንኽእል ገለ ኢሉኒ። እወ። ሕጂ በዓል ቤተይ ማለት እዚ ሕጂ በዓል ቤተይ ዘሎ እሙን እዩ ንዓይ። ኣነ ከኣ ምንጪ ንዕኡ ኢለ እየ ድሓስብ ነይረ ግን ኣነ ኣይተኣመንኩን ካልኣይ ከኣ በቃ ንዓይ ክብል ሙሉእ መዓልቲ ስራሕ እዩ ዝውዕል ሕጂ ውን ስራሕ ከሎ እየ ዝድውለልካ ዘሎ ብዝኮነ በቲ ማለት እዩ ኣነ ፈሊጠ እየ ናብዚ ሰብኣየይ ዘሎ ዓዲ ኣትየ። ግን ሕጂ እሞ ሽግር ኮይነ ዘሎ ዳዊት ሓወይ ኣነ ምስ ምስ ተረኽብና ብጣዕሚ ተሓጒሰ ኣነ ብጣዕሚ ንሱ ከዓ ተሓጒሱ ግን እምንቲ ከም ዘይኮንኩ ንዕኡ ኩሉ ግዜ ዝነግሮ። ንሱ ግን ክኣምነኒ ኣይከኣለን፣ ማለት ክርድኦ ኣይከኣለን፣ ምኽንያቱ ኣነ ብድንግል እየ ጸኒሐዮ። ግን ኣነ ርክብ በቲ ሓደ ክገብር እየ ዝደሊ፣ ምኽንያቱ ኣየብለንን፣ ኣየደቅሰንን፣ ይርድእካ ክወን።
ያእ ይርዳኒ እወ እወ ሂዘኪ ኣለኩ። ሕጂ እንታይ ከም ዝገብር ጨኒቀኒ ወላ ሓንቲ ወላ ሓንቲ ሰንቲ ዘይብለይ በቃ ምስኡ የፍቅሮ እየ።
ኦኬ ፋሚሊ ሎማዓንቲ ላሓ ዝኮን ቪድዮታት እዚኦም መስሉ ነይሮም ኣብ ቀፃሊ ብልገራርሙ ቪድዮታት ሒዘልኩም ክምለስ እየ እስካብ ሽዕቲ ግን ሰብስክራይብ እና ላይክ ምግባር ኣይትርስዕ ኢኩም ፒስ ኣውት።